ኣሌክስን ኣሜንከም ናብ ዝዳጓል ገዛ ከይዶም ማለት እዩ ክልምንወን ማለት ኩል ነገር ከረድዋን ማለት እዩ ብጣዕሚ ከቢድ ነገር ድማ ተፈጢሩ ዘይሓሰብዎ ብጣዕሚ እዮም ደንጊፆም ማለት እዩ ሰላም ሰላም ናይ ሽዊት ዩቱብ ተኸታተልቲ ዝኾንኩም ከም የለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማሕንቲ ከዓኒ ብሓድሽ ቪድዮ መፅኤልኩም ኣለኹ ማለት እዩ ልመፀ ክሎ ርእሲ ከዓኒ ብዛዕባ መን ከምና ኣሌክስ የመፅኤኩም ኣለኹ ማለት እዩ መን ከም ከምዚ ትርእዎ ዝነበርኩም መጀመርያ ንዓይኖም ፕራንክ ክገብር ኢሉ ሕፀይቶ ዝፈለጥ ኣሎ ግዘ እዩ እና ብጣዕሚ ኣብ ትህሰዓት ብጣዕሚ እንዳተጨናነቐ ይርከብ ማለት እዩ ምክንያቱ ዓይኖመይ ቃል ኣትኹልካ ኣላትካ እያ እሳ ምስ ተፍቅራ ወይ ከዓ ንስኻ ዝመረፅካያ ኣይትነብርን ኢኻ ንሳ ኣነ ቃል ልኣትኾልካ ኣነ ለምፃኾልካ ኢኻ ትነብር ኢላ እንዳተዛረበቶ እንዳጨቕጨቐቶ እያ እና ንሱ ድማ ኣይቅበልን እዩ ዝብል ዘሎ ማለት እዩ ማዕረ ኣምፅኤን ኣላልየናኦም ነይረን ናብ ገዛ ሒዘን ኣምፅእ ነይረን ዘቆልዓ ህፃን ቆልዓ ማለት ንሱ እውን ቆልዓ እንድዩ ግን እታ ቆልዓ ከዓኒ ካብ ወለገደደት ንእሽተን ቆልዓ እያ እና መንከም ድማ ኣብዚ ሰዓት ብጣዕሚ እንዳተጨናነቐ ብጣዕሚ እንዳተረበሸ ይርከብ ማለት እዩ ዓይኑ ወይ ከዓ ምንም እስኻን ኣይ በቃ ካብ ፍቓደ ወፃኢ ኢኻ ኮይንኻ ዘለኻ ኣይትሰምዐንን ተቐይርካ እያ ትብለላ ማለት እዩ ብቐዳማይ ሪኢኹም ወይኹም ሊሊ ክትረድኣ ሞኪራ ነይራ ንዓይኖም ወይ ምንም ክትርዳ ኣይካለትይ ኣሌክስ ንባዕሉ ብዙሕ ብዙሕ ነገር ተናጊርዋ ነይሩ ማለት እዩ ግን በፍጽም ክትርድኦ ኣይከኣለትን ማለት እዩ ብቻ ኣነ ዝበልክዎ ክኾን ኣሎ ቃለይ ክዓፅፍ ኣይክእልን እንዳበለት እያ ማለት እዩ ዓይነ ወይ ከቢድ እዩ ቤተሰብ ብጣዕሚ ማለት ግድን ኣነ ዝበልክዎ ይኹን እሞ ከዓ ኣብዚ ሕዚ ግዜ ሲ ብእውነት ከመይ ተልኩም ቤተሰብሲ ሕጂ ሰው ኢሉ ተኣትዩ መንከም ግድን ፍቕረ ተይዘልዮም መረድዳ ተይዘልዎም ስጻሕን እንኮሲ ክፋት ሕዮም ማለት እዩ ቤተሰብ እዚ ትርጉም ይውሉ ፈቲኻ ፍቒድካ ክትኣትው ከለኻ እምበር ከምዚ ተገዲድካ ገላ ትኣቱ ከለኻሲ ፅቡቕ ኣይኮነን፣ ፅቡቕ ኣይመፅእን፣ ደስተኛ ኮይንኻሲ ቁም ነገር ኣይትገብርን ኢኻ ማለት እዩ እና ኣብዚ ሰዓት ከዓ ነሲ ባዕሉ ፈትዩ ባዕሉ ፈቒዱ ደኣ ኮን ዶ እምበር ብግዲ ከምዚ ቃል ተኣታቲናና ምናምን ኣይሰርሕን ኣይግዝኡን ማለት እዩ ባዕሎም ብቐዳማይ እውን ኣሌክስና መንከም ገዛ ከይድና እስከ ክንጥይቐን በቃ ኩሉ ነገር ክነረድአና ኢሎም ነይሮም ማለት እዩ ብሓንሳብ ሓቢሮም ከም ዝኸዱ ተናጊሮም ነይሮም ማለት እዩ ትማሊ ከዓኒ ሪኢኹምዎን ኢኹም ናይ ትማሊ ሞ ብጣዕሚ እንድዩ ልሕፍር ቤተሰብ ማለት እዩ ናብ ገዛ መፅአን ማለት ዓይኖም ይባ ደማይ እንዳተናገረት ነይራ ማለት ሕጂ ኣንስኻይን ስርሖ ዘለና ዞ ኣፍቃሪት ሒዝካ መፂኻ ክሪኦ እየን እዘን ኣደ ጓል ክሪኣኦ እየን እና ብጣዕሚ እንታይ ኢና ክንብለን ብጣዕሚ ዘሕፍር ብጣዕሚ ዘሰክፍ እንዳለት ነይራ ማለት እዩ ከምዚ ዝበለት ተኸዓኒ ከምቲ ትሪእዎ ርኤናኦ ዘን ሰበይቲ ይቅርታ ሽመን ስለ ዝሓዝክዎ ቤተሰብ ይቅርታ ማለት እዩ ዘን ማማ ዋላ ክብለን ማለት እዩ ብእውነት ከም ማሊ ሓሽ ሰበይቲ ክትብለ ስደስ ኣይብለንና ናብ ገዛ መፅኤን ነይረን ማለት እዩ ኩሉ ነገር ከም ዝረኣያኦ ብጣዕሚ ከም ዝኾረያ ብጣዕሚ ከም ዝሓዘና ማለት እዩ ቤተሰብ ማለት እዩ ግን ሓፊራ ኣነ እንዴ ብግድን እዩ ድዩ ከክንዲ ኣነስ ኣነ ሓፊረ ይብለኩም ክንዳ ኮይነ ክሓፊር ክትይልኩም ዋ ብግዲ ጓል ይውሰዳ ይበሃለን እዩ እንዴ ፅባሕ ንኮኮነ ይበዓል ኣለዋ ማለትሲ ናታ ልበለላ እግዚኣብሄር ኣለዋ ብግዲ ከምዚ ጌርካ ኣብ ሓደ ሰብ ሙጭጭ ክትብልስ ኣይትኽእልን ኢኻ ንሱ እንድሕር ለይፈትይዋ እንድሕር ለየፍቂርዋ በቃ ኣነሲ ምስኣ ክነብር ይደሊ እንተይሉሲ እንታይ ግበር ይበሃል ኣሎ ብእውነት እንዲያም ማለት እዩ ዓይኖም ወይ ዋላ ከምኡ ኢላ እንተገደደቶ እዘን ኣደጓል ማለት እዩ ከምኡ ኮል ኣይነበረን ንምንታይ ዋሃንዴ ድሕሪ ኣብዩ በቃ ጸገም የለይ ሰን ኣደ ጓል እየን ጓልካሲ ለማዓንቲ እናለመንካ ንሰብኣይ ሂብካ ዝጻሕንኩ ሓደ ነገር ተገጢምዋስ ወይ ብሰንኪ እኮ ኣነ ከምዚ ተዘይገብር ነይረሲ ከምዚ የምኾነ ነይሩ ምናምን ኢልካስ ዝመጽእ ለውጢ እንዮ ምንም የለና ብጣዕሚ ኣነ ሓፊራካ ክንደአን ማለት እዩ ወይ ብስማኣም ማለሲ ብሓይሊ ሰብኣይ ጓል ይኩን ይበሃል ኣይበሃል ይብነት ይብለኩም ኣለዎ ማለት እዩ ብጣዕሚ ሓፊረ ማለት ዋላ ዘይሙን ድራማ ይኹን ቤተሰብ ግንስ ብጣዕሚ ልሓፍር ብግዲ ልኾን ነገር የለን ኣገዲድካ ትክብሮ ነገር ሲ መጨረሻ ሲ ኣይፅብቆን እዩ ፈቂድካ ባዕልኻ ሓሊኻ ባዕልኻ ደስተኛ ኮይንኻ ትምስርት ሂወት እዩ ንኣኻ ደስ ዝብለካ እምበር ማለት እዩ ብጣዕሚ ብጣዕሚ እዩ ማለት ብጣዕሚ ቤተሰብ ማለት ንኹምዎ ትኾን ኢኹም ንስኻትኩም እውን በቃ ዳርጋ ብሓይሊ እያ ነይራ በቃ ብሓይሊ ሲ ጓል ይውሰዳ ቆልዓ እንድያ ገና ህፃን እኮ እያ ዋ ብዙሕ ነገር ጽባሕ እንኳሲ ብዙሕ ነገር እዩ ዘጽበያ ኣለና ከምኡ ኮነ ኣይግበይን ነይሩ ማለት እዩ ዓይነ ሞይካዕ በቃ ክተጠፋፍ ምናምን እያ ድሕ ትብለላ እሞ እዚ ኾሪኸን ኣነ እኮ ማለትሲ ከምዚ መንከም ፍቕረኛ ሒዙ ክመፅእ ክለስ ከምዚ ደስተኛ ኮይና ዝተቐበለቶ ደስ ኢልዋ ዝተቐበለቶ መሲልዎ ለዋግዓ ኣለዋ ኖኖ ከምኡ ግን ኣይኮነት ክስካብ ሕዚ ምስ ትከራኸርላ ዓይኖም ኣዕነቃለ ይዓፅፍ ኢና በለት ማለት እዩ ግን ድማ ማለት እዩ ብግዲ ዝኾን ነገር የለ ዓይኖም ይበላኹም እንትበለት እስኽን ማማ ኖኖ በቃ ተኣዊሲ ብግዲ ልኾን ነገር የለይ ክትብላ ነይረክ እምበር ብጉዲ ጓለይ ውሰዳ ሰብኣይ ጋለይ ኩነ ኣይበሃሊ ዋ መን ከም ከዓ ግደፋኦ እንዴ ከም ዝደለዮ ይንበር ማለት ብግዲ ዝንበር ህይወት የለን ነይ ናይ ጊዜ እሞ ብግዲ ትነብር

ተቆልዓ እውን ገና እያ እሱ እውን ገና እዩ እናስ ብፈቃዶም ክነብሩ ግደፈኦም ብልበለፀ ከዓ ዓይኖመይ ንመንከም ሕይል ትብሉ ዘለኹሞ ብምርጫኡ ክነብር ተትገድፍዮ ይብል ማለት እዩ እና ሕጂ ኮይኑ እኒ ድማ ኣሌክስ ናብ መንከም ማለት እዩ ናብ ገዛ ከይዶም ማለት እዩ ለይሓሰብዎ ለይተፀበይዎ ነገር እዩ ገጢምዎም ብጣዕሚ እዮም ሰንቢዶም ማለት እዩ ዘን ስበይትሲ ነቢዐን ማለት እዩ ብጣዕሚ እዩ ዘሰንብድ ከምዚ ሲ ኣይሓሰብዎ ብግዲ ተመርዐያ ኢልካ ስይብካ ኧረ ቤተሰብ ሸም ብእነት የድብለኩሉ ኸነ መራ ሓፊረትም ኣለና ቤተሰብ ኣብ ሂወትካ ባዕልኻ ብልወልስተንካዮ ክትነብር ኣለካ እምበር ሰብ ብዝወሰነልካ ክትነብር የብልካን እየ ልብል በተለይ ኣብዛ ሰዓት ቤተሰብ ማለት እዩ እና ኩሉ ናብ ፅቡቕ ነገር ከም ዝኸውን ተስፋ ይገብር ናይ ለማዕንቲ ቪድዮ ሒዘ እያ ዝመፅኹ ነዚያ ትመስል ነይራ ላይክ ሸር ምግባር ኣይትሕመቑ ኢኹም ማለት እዩ ኣብ ቀፃሊ ከዓኒ ብቆንጀና ብሓሪፍ ቪድዮ ከም ንጋነ ተስፋ ይገብር ሰሰናይ ንዓኹም ባይ ባይ